ሰላም ኣሕዋት ኣብዛ ናይ ማት ኤፍኤምን ክላስ ምባረክ ከመይ ጌርና ንመቀል ነራብሕን ብዛዕባ ሚክስድ ናምበር ምስ ሆል ናምበር ኢና ንዕዘብ ሚክስድ ናምበር እንታይ ምተልና ከም ኣቐዲምና ዝረኣናዮ ኣብ ዝሓለፈ ክላስ ንኣብነት ንኣብነት ሰለስተ ዝረብሖ ሓሙሽተ ኣብ ርእሲ ሓሙሽተ ብርእሲ ሸውዓተ ኣለና ንበል ንሱ እቲ ሚክስድ ናምበር እዩ ዝተመቕሎ ንኣብነት ወይ ድማ ዝረብሖ ባይዘወ ብዝረብሖ ክንጅምር ኢና እሱ ስለ ተቐልል ዝረብሖ ብሆል ናምበር ከዓኒ ንኣብነት ኣርባዕተ ንበል ኣብዚ ሕጂ እንታይ ክንገብር ኢና ብመጀመርታ እቲ ሚክስድ ናምበር ናብ ሆል ናምበር ክንቀይሮ ኣለና እዚ ማለት ከዓኒ ሸውዓተ እቲ ኩሉ ግዜ ደነምሬተር ዝመፅ እዩ ቀፂልና እቲ ሸውዓተን ሰለስተን ነራብሖም እዚ ከኣ ንክንደይ በና እንድሕር ኢልና ሸውዓተን ሰለስተን ዕስራን ሓደን ተደምሮ ሓሙሽተ ቀጺልና እቲ መልሲ ንድምሮ ሓሙሽተ ዝረብሖ ኣርባዕተ ከዓ ከም ዘለዎ ኣርባዕተ ማለት ኣርባዕተ ብዒስ ሓደ ማለት እዩ እዚ ማለት ከዓኒ ዒስራን ሓሙሽተን ምስ ሓደ ዒስራን ሓደን ምስ ሓሙሽተ ዒስራን ሽዱሽተን ክበና እዩ ዒስራን ሽዱሽተን ዝረብሖ ኣርባዕተ እዚ እምበኣር ዕስራን ሽዱሽተን ዝረብሑ ኣርባዕተ ሚትን ኣርባዕተን ክበናይ ሚትን ኣርባዕተን ኣብ ርእሲ ሸውዓተ ማለት እዩ እዚ እቲ ከመይ ጌርና ከነራብሖ ንቐድም ነቲ ሚክስድ ናምበር ናብ ኣምፕሮፐር ፍራክሽን ክንቀይሮ ኣለና እዚ ማለት ከዓኒ ከም 26 ኣብ ርእሲ ሸውዓተ ቀፂልና ሽዑ እቲ ካልኩሌሽን ንገብር ማለት እዩ ካልኣይቲ ንኣብነት እንተርዳኣ ተዓዚብና እዚኣ ተቐዳመይቲ እንተልና ንኣብነት ሽዱሽተ ዝረብሖ ክልተ ምሉእን ሰለስተ ኣብ ርእሲ ኣርባዕተ ንብል እምበኣርከስ ቀዲምና ነታ ሽዱሽተ ከም ደላታ ክንፅሕፋ ኢና ሽዱሽተ ዝረብሖ ነቲ ሚክስድ ናምበር ከዓኒ ናብ ንጣሽሞ ክንቀይሮ ኢና ናብ ኣምፕሮፐር ፍራክሽን ብመጀመርታ ነቲ ግቡእ ክንፅሕፎ ኢና ንሱ ከዓ እንታይ ማለት እዩ ኣርባዕተ ከም ደለዎ ክወርዲ ብታሕቲ እዛ ኣብ ሰርክል ኣትዮም ደለዎ ናምበር ተራቢሕናዮም ከዓኒ ሸሞንተ ክቡና እዮም ሸሞንተ ተደመሮ እቲ ላዕለዋይ ሰለስተ እዚ ማለት ከዓኒ ሸሞንተ ምስ ሰለስተ ዓሰርተ ሓደ ክበና እዩ እምበኣር ሽዱሽተ ዝረብዓ ዓሰርተ ሓደ ስሳን ሽዱሽተን ክመፃና እዩ ምስ ኣርባዕተ ባር ብክልተ እንድሕር ምርኢናዮም ሰላሳን ሰለስተን ብክልተ ከዓኒ ክልተ እዚኣታ ናይ መወዳእታ መልሲ ማለት እዩ እዚ እቲ ከመይ ጌርና ነራብሖም እዩ እንድሕር ደኣ ክንመቕሎም ደልና ንኣብነት ከመይ ጌርና ንመቅል ክንርኢ እንድሕር ደልና ንኣብነት ኣርባዕተ ዝተመቕሎ ን ንሰለስተ ምሉእን ሓሙሽተ ኣብ ርእሲ ሸውዓተን ክህልወና ኽእል እዩ እንታይ ክንገብር ንኽእል ኣብዚ ኣርባዕተ ከም ደለዎ ንወስዶ ዝተመቕሎ ነቲ ሰለስተ ምሉእን ሓሙሽተ ኣብ ርእሲ ሸውዓተን ናብ ኣምፕሮፐር ፍራክሽን ክንቀይሮ ኣለና ንሱ እንታይ ማለት እዩ ሰለስተ ምሉእን ሓሙሽተ ኣብ ርእሲ ሸውዓተ ነቲኦም ሰለስተን ሓሙሽተን ነራብሕ ንቕድም ንሱ እንታይ ማለት እዩ ሸውዓተ ከም ደለዎ መፂ ሰለስተ ምስ ሓሙሽተ ዒስራን ሓደን ሰለስተ ምስ ሸውዓተ ዒስራን ሓደን ተደመሩ ሓሙሽተ ክበናይ ነዚኦም ዳይሬክት እንድሕር ፅሒፍናዮም ኣርባዕተ ዝተመቕሎ ዒስራን ሓደን ምስ ሓሙሽተ እንድሕር ዳ ርኢናዮም ዒስራን ሽዱሽተን ኣብ ርእሲ ሸውዓተ ካብዚ እንዳሓረብ እምበኣር እቲ ኖርማል ፍራክሽን እዩ እንታይ ማለት እየ ኣርባዕተ ከም ዘለዎ እቲ ዝተመቕሎ ነበረ ዝረብሖ ከም ዝቕየር ርኢና ምክንያቱ ዝተመቕሎ ሳይን ንቕይር ባይዘወይ ቀፂልና ነቲ ነቲ ነቲ ፍራክሽን ንግምጥሎ እንታይ ማለት እዩ 26 ኣብ ሸ ዝነበረ ሸ ኣብ ርእሲ 26 ንገብሮ እዚ ማለት ከኣ ካብዚ ንደሓር ከነራብሕ ንኸእል ኢና። ሸውዓተ ዝረብሖ ኣርባዕተ ዒስራን ሸሞንተን ኣብ ርእሲ ዒስራን ሽዱሽተን ብክልተ ዓሰርተ ኣርባዕተ ብክልተ ዓሰርተ ሰለስተ ኣለና ማለት እዩ። ከምዚ ጌርና ክነራብሑ ንኽእል ኢና። እታ ካልኣይቲ ኣብነት እንድሕር ወሲድና እንታይ ነይራ? ሽዱሽተ ዝተመቕሎ ንክልተ ምሉእን ሰለስተ ኣብ ርእሲ ኣርባዕተ እምበኣርከስ እንታይ ኢና ንገብር ኣብዚ ሽዱሽተ ከም ደለዎ ንወስዶ ቀጺልና ዝተመቕለልና ነታ ሳይን ማለት እዩ ክንደላታ ንምፃን ኣብዚ ነቲ ዴነምራተር ቁፅሪ ነቲ ርባዕተ ክንደለዎ ንፅሕፎ ቀፂልና ኣርባዕተን ክልተን ነራብሕ እዚ ማለት ከዓ ሸሞንተ ተደመሮ ሰለስተ ናብ ኣምፕሮፐር ፍራክሽን ክንቀይሮ ምእንቲ ሽዑ ቀፂልና ሽዱሽተ ዝተመቕሎ ሸሞንተ ተደመሮ ሰለስተ ዓሰርተ ሓደ ኣብ ርእሲ ኣርባዕተ ንብል ነዚ ከዓኒ ቀፂልና እንዳሕረይናያ ሽዱሽተ ታሳይን ነምፃ ንሳ ከዓ ገምጢልና ንምፃእ ማለት እዩ ዝረብሖ ትኸውን ዝተመቐሎ ስለ ዝነበረት ነቲ ኣምፕሮፐር ፍራክሽን ንዕኡ ነምፀኦ ንሱ ከዓ ዓሰርተ ሓደ ብርዒ ስርባዕተ ስለ ዝነበረ ኣርባዕተ ብርዒ ዓሰርተ ሓደ ይኸውን ተገምጢልናዮ እዚ ማለት ከዓ ዕስራን ኣርባዕተን ኣብ ርእሲ ዓሰርተ ሓደ ማለት እዩ እምበኣርከስ ብከምዚ መገዲ ኢና ከመይ ጌርና ካብ ከመይ ጌርና ንመቀል ንራብሕን ሚክስ ናምበር ምስ ሆል ናምበር ማለት እዩ